ሰላም ከመይ ትውዕሉ ክቡራት ተኸታተልቲ ንሎሚ ዕለተ ሰሉስ 4 ሰነ 224 ሒዝናዮም ዝመፀና ዜናታት ናባኹም ነቕርበሉ ሰዓት ኣኺልሎም ናይ ወትሩ ተኸታተልቲ ንምዃን ሰብስክራይብ ክትገብሩን ናይ ቻናልና ቤተሰብ ክትኮኑ እንዳተላበኹ ክሳብ ፍፃመ ክትከታተሉና ብክብሪ እንዳዓደምኩ ናብ ቀንዲ ነጥብታቶም ብፕረዚደንት ኢሳያስ ኣፈወርቂ ዝምራሕ ልኡኽ ኤርትራ ኣብ ደቡብ ኮርያ ዝተፈላለዩ ርክባት የካይድ ኣሎ። ህወሓት ብመንግስቲ ኢትዮጵያ ዝወፀ ኣዋጅ ፍሉይ ክትትል ከም ዝነፀጎ ኣፍሊጡ ኣሎ። መንግስቲ ኤርትራ ንሕቡራት ሃገራት ኤውሮጳ ናይ መጠንቀቕታ መግለፂ ኣውፂኡ። መንግስቲ ኣሜሪካ ብመንገዲ ስግረዶብ ናብታ ሃገር ንዝኣትዉ ስደተኛታት ደው ናይ ምባል ውሳነ ኣውፂኡ ኣሎ ዝብሉን ካልእን ዜናታት ሒዝናልኩም መፂና ኣለና። ሰናይ ምክትታል! ኣብ ከተማ ሶል ደቡብ ኮርያ ዝተጋበአ ዋዕላ ደቡብ ኮርያን ኣፍሪቃን ንምስታፍን ናይ ስራሕ ምብጻሕን ምክያድን ዓሊሙ ናብ ርሑቕ ምብራቕ ኤስያ ዝተጓዕዘ ብፕረዚደንት ኢሳያስ ኣፈወርቂ ዝተመርሐ ልኡኽ መንግስቲ ኤርትራ ምስ ሰበ ስልጣን ዝተፈላለዩ ሃገራትን ውድባትን ርክባት የካይድ ኣሎ። ፕረዚደንት ኢሳያስ ዛጊት ኣብ ርክቡ ምስ ሚኒስተር ጉዳያት ወጻኢ ኣልጀርያ ኣሰይድ ኣሕመድ ሓታፍን ፕረዚደንት ባንክ ልምዓት ኣፍሪቃ ኤዲቢ ዶክተር ኣኪንዌሚ ኣደሲናን ተራኺቡ ኣብ ክልታዊ ምትሕግጋዝ ዘተኮረ ዘተ ኣካይድሎም። ደቡብ ኮርያ ድሕሪ ናጽነት ኣብ ዝነበራ ሸውዓተ ናይ ሰላምን ልምዓትን ዓመታት ብመንገዲ ኩባንያታት ኣብ ዳግመ ህንጻ ኤርትራ ገለ ዝጥቀስ ስራሕ ኣበርኪታ ምንባራ ዝዝከር ኮይኑ ናይዚ ኣብነት ድማ እቲ ኣብ ከባቢ ሰምበል ኣህጉራዊ መዓርፎ ነፈርቲ ኣስመራ ተሃኒጹ ዘሎ ብእንዳ ኮርያ ወይ ደምበ ሰምበል ዝፍለጥ ኣባጽዕ እውን ተመሳሳሊ ዓይነታዊ መንበሪ ኣባይቲ ዝርከቦም እዩ። ኣብዚ ሕጂ ግዜ እውን ደቡብ ኮርያ፣ ኤርትራ ኣብዚ ብሕጂ ንትኣትዎ መድረኽ ልምዓትን ገስጋስን እውን ኣብ መዳይ ህንጻ ይኹን ቴክኖሎጂ ግዴኣ ክጻወት እምንቶ መንግስቲ ኤርትራ እዩ። ፕረዚደንት ኢሳያስ ኣፍወርቂ ብዕድመ መንግስቲ ሪፓብሊክ ኮርያ ኣብ ዋዕላ መራሕቲ ደቡብ ኮርያን ኣፍሪቃን ንምስታፍ ብሓደ ሰነ ክልተ ሽሕን ዒስራን ኣርባዕተ ሰዓት ሓደ ድሕሪ ቀትሪ ናብታ ሃገር ክገይሽ እንከሎ እቲ ብሓባር እንቐርጾ መጻኢ ንሓባራዊ ዕቤት ዘላቕነትን ክሳብ ጽባሕ ዝጸንሐ ኣብ ከተማ ሰውል ዝቃናዕ ቀዳማይ ዋዕላ መራሕቲ ደቡብ ኮርያን ኣፍሪቃን ብቐንዱ ቁጠባዊ፣ ፖለቲካውን ዲፕሎማስያውን ዝምድናታትን ንምትሕግጋዝን ንምምዕባል ዝዓለመ እዩ። ሚኒስተር ጉዳያት ወጻኢ ኣቶ ዑስማን ሳልሕ ምስ ፕረዚደንት ኢሳያስ ኣፈወርቂ ሓቢሩ ተጓዒዙ ከምዘሎ'ውን ይፍለጥ። ፕረዚደንት ሕቡራት መንግስታት ኣሜሪካ ጆ ባይደን ብዶባት ኣሜሪካን ሜክሲኮን ኣቢሎም ንዝመፁ ስደተኛታት ንምግታእ ዝዓለመ ሓድሽ ትእዛዝ ክውፅእ ከም ዝኽእል ተገሊፅሎም። እዚ ዶባት እዚ ብዙሓት ኤርትራውያንን ኢትዮጵያውያንን ዝርከብዎም ብዙሓት ስደተኛታት ኣፍሪቃን ካብ ኤስያን ኤውሮፓን ናብ ኣሜሪካ ንምስጋር ካብ ዝጥቀሙሉ መስመር ሓደ ብምዃኑ እቲ ሓድሽ ትእዛዝ ተግባራዊ እንተተገይሩ ከቢድ ጽልዋ ክፈጥር ከም ዝኽእል ይንገር ኣሎ። ቅድም ክብል ፕረዚደንት ሕቡራት ኣሜሪካ ነበር ዶናልድ ትራምፕ ኣብ ስልጣን ኣብ ዝነበረሉ እዋን ኣብ ግብሪ ውዒሉ ዝነበረ ተመሳሳሊ ኣዋጅ ንብዙሓት ገና መንበሪ ፍቓድ ዘይረኸቡ ኢትዮጵያውያን፣ ኤርትራውያንን ካልኦት ሃገራት ሓዊስካ ዝርከብዎም ስደተኛታት ንብዙሓት ብዘይሕጋዊ መንገዲ ዝኣተዉ ስደተኛታት ኣብ ጭንቅን ሻቕሎትን የእትይዎም ምንባሩ ይዝከር እዩ። ብመሰረት እቲ ባይደን ኣብ ግብሪ ከውዕሎ ዝኽእል ትእዛዝ፣ ሰበ ስልጣን ኣሜሪካ ብዘይሕጋዊ መንገዲ ናብ ኣሜሪካ ዝኣትዉን ዛጊድ ሕቶ ዑቕባኦም ዘይቅቡል ዝገበረን ስደተኛታት ብቕልጡፍ ክስጎጉ ከምዝኽእሉ ምንጭታት ይሕብሩ ኣለዉ። እቲ ውጥን ሰበ ስልጣን ንዋሕዚ ስደተኛታት ክድርቱ ዘኽእሎም ምዃኑ ብዛዕባ እዚ ትጽቢት ዝግበረሉ ዘሎ ትእዛዝ ሓበሬታ ዝተዋህቦም ሰለስተ ስሞም ዘይተጠቕሰ ምንጭታት ኣብ ኣሜሪካ መሻርኽቲ ቢቢሲ ንዝኾነ ሲቢኤስ ሓቢሮም ኣለዉ። ኣብ እዋን ምምሕዳር ጆ ባይደን ልዕሊ ሽዱሽተ ነጥቢ ኣርባዕተ ሚልዮን ስደተኛታት ብዘይሕጋዊ መንገዲ ናብ ኣሜሪካ ሰጊሮም ከም ዘለዉ ጸብጻባት ዘመልክት ኮይኑ፣ እዚ ብዝሒ ኣብ ታሪኽ ኣሜሪካ ዝለዓለ ከም ዝኾነ እዩ ዝግለጽ ዘሎ። መንግስቲ ኤርትራ ንሕቡራት ሃገራት ኤውሮፓ ኢዩ ብመንገዲ ኣብ ብራስለስ ዝርከብ ኤምባሲኡ ናብ ሕቡራት ሃገራት ኤውሮፓ ናይ ተስፋ ምቑራጽ ህድማን ጸለመን ኣብ ልዕሊ ኤርትራ ናይ ዝካየድ ዘሎ ምስይጣንን ደው ክብል ከቢድ መጠንቀቕታ ብመንገዲ ሚኒስትሪ ሓበሬታ ኤርትራ የማነ ገብረመስቀል ኣብ ማሕበራዊ ሜድያ ከም ዝዘርግሐን ካብቲ ዝተዘርግሐ ጋዜጣዊ መግለጺ ምስ እንምልከት ድማ ኤምባሲ ሃገር ኤርትራ ኣብ ብራስለስ ጋዜጣዊ መግለጺ ሕብረት ኤውሮጳ ዘይርትዓዊ ተግባራት ጸለመ ኤምባሲ ሃገረ ኤርትራ ኣብ ሕብረት ኣውሮጳን ብሓፈሻ ተስፋ ከም ዝቖረጸን ዓሚቕ ሓዘኑን ድማ ከም ዝገለጸን ሓቢሩ። ሕብረት ኤውሮጳ ብዘይምቁራጽን ዘይርትዓዊ ተግባራት ጽልኢ ኣብ ልዕሊ ኤርትራ ብርግጽ ኣብ ክንዲ ብጽቡቕ ድሌት ክትግምግሞ ኣብ ክንዲ ክትእርሞ ነቲ ኣብ መጋቢት ክልተ ሽሕን ዕስራን ሓደን ኣብ ልዕሊ እታ ሃገር ዝወሰደቶ ግጉይ እገዳ ብቐንዱ ኣብ መንጎ ሰሜን ኢትዮጵያ ዝተራእየ ብርቱዕ ግጭት ሕብረት ኤውሮጳ ነቲ ግጭት ተጠቂሙ ጂኦፖለቲካዊ ዕላማታት ንምስጓም ዝወሰዶ ጉጉይ እገዳ ንጉድለት ዘለዎ ሕጋዊ መሳርሒታትን ዝተፈብረኸ ክስታትን ብምጥቃስ ተጻባኢ መርገጺኡ ንምሕዳስ ዝነበሮ ድፍረት ከም ዘተሓሳስቦን እቲ ሓቂ ግን ሕብረት ኤውሮጳ ብዛዕባ ሰብኣዊ መሰላት ኤርትራ ኣስተምህሮ ክህብ ሞራላዊ መሰል ወይ ልዑል ባይታ የብሉን ኢሉ። ኤርትራ ኣብ ቃልሲ ንሰብኣዊ መሰላት ዝተወልደት ሃገር እያ። ምሉእ ምኽባር ሰብኣዊ መሰላት ብዝሰፍሐ ትርጉሙ ፖለቲካዊ፣ ሲቪካዊ፣ ቁጠባዊን ማሕበራውን ባህላውን፣ በዚ መሰረት ድማ መንግስቲ ኤርትራ ፖሊሲታቱን ኣረኣእያታቱን ባህግታቱን መደባቱን ዕላማታቱን ህንጸት ሃገር ማእከላይን ቀንድን ኮይኑ ይቕጽል ከምዘሎን በዚ ድማ ኤርትራ ብኹልንተናዊ ትርጉም ንሰብኣዊ መሰላት ዘለዋ ተወፋይነት ንፖሊሲ ማሕበር ፍትሒ ኤርትራ ዝድግፍ እዩ ኢሉ። ሕብረት ኤውሮጳ ነቲ ኤርትራ ከም ኩለን ኣባል ሃገራት ብዝረኸበቶ ርኡይ ምዕባለ ብብዙሓት ኣባላት ሃገራት ኣባላት ቤት ምኽሪ ዝተነኣደትሉ ኣብ ጀነቫ ናብ ዝርከብ ባይቶ ኮሚሽን ሰብኣዊ መሰላት ኤርትራ ብዛዕባ ዩፒኣር ዘቕረበቶ ተኸታታሊ ጸብጻብ ሕብረት ኤውሮጳ ሸለል ከም ዝበሎን ከምኡውን ንኤርትራ ዝለኣኽ መልእኽቲ እቲ ዝሐዝን ነገሩ ሕብረት ኤውሮጳ ንኤርትራ ካብቲ ክቡር ራእይ ህንጸት ሃገርን ምድንፋዕ ዞባዊ ሰላምን ምርግጋእን ሓድሕዳዊ ምትሕግጋዝን ካብ ክቡር ባህላ ንምእላይ ዝዓለመ ዕንቅፋት ፖሊሲታት ገና ይሰርሓሉ ምህላው እዚ ሓድሽ መጥቃዕቲ እውን ኣብ ልዕሊ መንግስቲ ኤርትራ ጥራሕ ዘይኮነስ ኣብ ልዕሊ ሰብኣዊ ክብርታትን ባህልን ዘለዎ ሰልጡን ህዝብን ሕብረተሰብን ኤርትራ ዝተወጠነ መጥቃዕቲ ኢሉ። ሕብረት ኤውሮጳ ብሓቂ መስመሩ ሓሊፉ ኣሎ። ኣብዚ ኩነታት እዚ ኤምባሲ ኤርትራ ኣብ ብራስለስ ነቲ ዘይምኽኑይ ተጻባኢ ክስታት ሕብረት ኤውሮጳ ብትሪ ከም ዝነጸጎ ኣብ ዘውጽኦ ሓበሬታ ነጺሩ ኣሎ። ኣብ ኢትዮጵያ ኣብ ዓመፅን ሽበራን ዝተሳተፉ ፖለቲካዊ ጉጅለታት ከም ወድባት ክመዝገቡ ዘፍቅድ ምምሕያሽ ሕጊ ጸዲቑ ኣብ ዘለወሉ ግዜ እቲ ዝነበረ ኣዋጅ ምዝገባ ውድባትን ስነ ምግባርን ብምምሕያሽ ኣብ ጎነፃዊ ንጥፈታት ንዝነጥፉ ፖለቲካዊ ጉጅለታት ሕጋዊ ኣፍልጦ ዝህብ ኣዋጅ ብባይቶ ወከልቲ ህዝቢ ከም ዘጽደቐን ነዚ ድንጋገ ብምጥቃስ እቲ ቦርድ ኣብ ወርሒ ጥር 2021 ማለት ቅድሚ ሰለስተ ዓመት ኣቢሉ ሕጋዊ ስብእና ህዝባዊ ግንባር ሓርነት ትግራይ፣ ህወሓት፣ ከም ዝሰረዘ ከዘኻኽር እንከሎ፣ ኣብቲ እዋን'ቲ ቦርድ ምርጫ ሰበ-ስልጣን ሰልፊ ህወሓት ንሰልፊ ትግራይ ወኪሎም ክሰርሑ ኣይክእሉን ዝብል ውሳነ ኣሕሊፉ ከም ዝነበረ ዝዝከር ኮይኑ፣ ድሕሪ ምፍራም ስምምዕ ሰላም ፕሪቶርያ ኣብ ሰሜን ኢትዮጵያ ዝነበረ ኲናት ዘብቅዐን ኣብ ልዕሊ ህወሓት ዝነበረ ምድብ ግብረ ሽበራ ከም ዝተላዕለን ቦርድ ምርጫ እቲ ውድብ ሕጋዊ ኣፍልጦኡ ክምልስ ዘቕረቦ ሕቶ ከም ዝነጸጎ ይዝከር። ይኹን እምበር ኣብቲ ዝቐረበ ምምሕያሽ ኣዋጅ፣ ሃገራዊ ቦርድ ምርጫ ኣብ ሰላማዊ ፖለቲካዊ ምንቅስቓስ ንዝኣተወ ውድብ ህወሓት ኣብ ፍሉይ ኩነታት ንክልተ ዓመት ፍሉይ ክትትል ክካየደሉ መግለፂ ኣውፂኡሎም። ይኹን እምበር እዚ ውሳነ ክትትል ቦርድ ምርጫ ብህወሓት ተቐባልነት ከምዘይረኸበን ህወሓት እዚ ውሳነ ምስተኣወጀ ድሕሪ ዘውፅኦ መግለፂ እዚ ውሳነ ነቲ ቐንዲ ወናኒ ስምምዕ ሰላም ዝኾነ ስምምዕ ፕሪቶርያ ኣብ ክንዲ ተስፋ ዝድግፍ ህላወ ስምምዕ ሰላም ንምኽላእ ዝዓለመ ዩ ብምባል ንቦርድ ምርጫ ኢትዮጵያ ከሲሱሎም። እስራኤል ኣብ ደቡብ ጋዛ ኣብ ዝርከብ ቦታ ካን ዩኒስ ወተሃደራዊ ስርሒት ኣብ ትፍጽመሉ ዝነበረት እዋን ኣርባዕተ እስራኤላውያን ምሩኻት ብሓማስ ከም እተቐትሉ እቲ ሰራዊት ገሊጹሎም። እቶም ናይ ሓባር ዜግነት እስራኤልን ብሪጣንያን ዘለዎም ጅሆ ዝተታሕዙ ሰባት ዕድሚኦም ሓምሳን ሓደን ሰብዓን ትሽዓተን ሰማንያን ከምኡውን ሰማንያን ሓሙሽተን ከም ዝኾኑ ተገሊጹሎም። ወሃቢ ቃል ሰራዊት እስራኤል ሪኤል ኣድማይራል ዳንኤል ሃጋሪ ብወገኑ እቲ ሰራዊት ኣብ ቀረባ እዋን ብኣሃዱ ስለያ ዘካየዶ ፍተሻ እቶም ጀሃው ዝተታሕዙ ሰባት ተቐቲሎም ከም ዝተረኽቡ ኣረጋጊጹሎም። እቲ ወሃቢ ቃል ዝርዝር ሓበሬታ እኳ እንተዘይገለጸ እቶም ጀሃው ዝተታሕዙ ሰባት ሰራዊት እስራኤል ኣንጻር ሓማስ ወተሃደራዊ ስርሒት ኣብ ዘካየድሉ እዋን ከም ዝተቐትሉ ኣፍሊጡሎም። ሓማስ ኣብ ዝሓለፈ ወርሒ ካብቶም ዝተቐትሉ ጅሆታት ሓደ ብእስራኤል ከም ዝተቐትለ ክገልጽ እንከሎ፣ ቤት ጽሕፈት ጉዳያት ወጻኢ ዓባይ ብሪጣንያ ነቲ ጉዳይ ይምርመሮ ከም ዘሎ እኳ እንተገለጸ፣ ክሳዕ ሕጂ ግን ምኽንያት ናይቲ ሞት ኣየረጋገጸን። ብመሰረት ሓበሬታ ሰበ ስልጣን እስራኤል፣ በቲ ብሓማስ ዝተፈጸመ መጥቃዕቲ ሽሕን ክልተ ሚእትን ሰባት ክሞቱ እንከለዉ፣ ክልተ ሚእትን ሓምሳን ሰባት ድማ ጅሆ ተታሒዞም ኣለዉ። እቲ ዕጡቕ ጉጅለ ኣብ ዝሓለፈ ወርሒ ሕዳር ንሓደ ሰሙን ዝቐጸለ ተኹሲ ደው ምባል ሚእትን ሓሙሽተን ሰለማውያን ሰባት ክፈትሕ እንከሎ፣ ካብዚኣቶም ኣስታት ሚእትን ዒስራን ክሳዕ ሕጂ ኣብ ኢድ እቶም ዕጡቓት ይርከቡ። እስራኤል መጥቃዕቲ ሓማስ ምላሽ ንምሃብን ነቲ ጉጅለ ንምጥፋእን ወተሃደራዊ ስርሒት ከም እትጅምር ኣዋርሕ ኣቝጺራ ከም ዘላን ብመሰረት ኣብ ትሕቲ ምምሕዳር ሓማስ ዝርከብ ሚኒስትሪ ጥዕና ኣብ ዝሓለፉ ሸሞንተ ኣዋርሕ ብዝተፈጸመ መጥቃዕቲ ሰላሳን ሽዱሽተን ሽሕን ኣርባዕተ ሚእትን ሰብዓን ሰባት ከም ዝሞቱ ገሊጹ ነይሩ። ዝኸበርኩም ተኸታተልቲ ንሎሚ ሰሉስ ኣርባዕተ ሰነ ክልተ ሽሕን ዕስራን ኣርባዕተን ዝህበናዮም ትሕዝቶ ዜናና ኣብዚ ፈጺምና ኣለና። ንስለ ምክትታልኩም ብልቢ የመስግን። ግን ሰላም